ይሓልፍ ኣሎ እዞም መንእስያት ደቂስ ይሓልፎም ኣሎ ዩ ነው ድሓር ብብዝሒ ስደተኛታት ስለ ዘለና ብብዝሒ ሽግር እውን ብዙሕ ስለ ዝኾነ እዚ ኣትሊስት ንሓንጎሎም ክዕርፎም ይኽእል እቲ ዘለዎ እውን ሕማቅ ከምዘይኮነ እዚ ክረኽቡ ኣለዎም እብል ነይረ ማለት እዩ ሕጂ ኣነ ንደቀይ ከተባብዕ ኢለ ይኣት እቲ ቢኣነስ ውዚ ነዞም መንእሰያት ኣብዚኣ ዘለዉ ከመይ ገይረ ከተባብዖም ይኽእል ከይሓልፍ እዚኣስ ከይተምልጦም ኢለ እየ መፅ ንዓይ ግን ካልእ ትምህርቲ ባዕለ እየ ንገዛ ርእሰይ ቁሩብ ፈልጥ እየ ዝበልኩስ ሓድሽ ሓድሽ ከዓ ካልእ ድምህረኒ ኣሎ ሎም መዓልቲ ፓወር ኦፍ ኣትራክሽን ሲ ኣትራክት ምግባር ዘይኮነስ ሃርሞናይዝ ምግባር ከም ዝኾነ ሕጂ ሎም መዓልቲ ፈሊጠ ብዛዕባ ናይ ሜዲቴሽን ዝሓለፈ ሰሙን ድዩ ገለ ሪሊ ሪል ሜዲቴት ገብር ክኢለ ካብ ሽዑ ንዮ ሜዲቴት ገብር ክኢለ ኣለኹ ኣነ ብዙሕ እየ ተጠቂመ በቲ ዝኸፈልክዎ ሚእትን ዓሰርተ እንዲ ሚእትን ዕስራን ኣይግምቶን እዩ ኣነዚ ናብ ወፃኢ ክላስ እንታይ ተፀቢኺ ክመፂኺ ካብ ትፅቢት ወፃኢ ዶ ኮይኑ ወላ ካብ ትፅቢትኪ ንታሕቲ ኮይኑ ፀኒሕኪ ምስ መፃኹ ግን ዝያዳ እምበር ኮይኑለይ ንዓይ ሓንቲ ነገር ዝፈተኽዋ ናይ ካልድ እንታይ ምስ ኣምላኽ እዩ ዘተሓዝ ኩሉ ነገር ምስ ፈጣሪና እዩ ዘተሓዘና ምስ ባህልና እዩ ዘተሓዘና ስለዚ እሱ እዩ እቲ ሓደ ዓብ ነገር ማለት እዩ ስለዚ ኖኖ ፅቡቅ እምበሩ ፅቡቅ ስለ ዝረከብኩ ኩ ሕጂ ዋላ ተርቲን ከማን ክምዝገብዮ ማለት እዩ ንዓይሲ ፈሊጠ እየ ኢለ ዝሓስብ ዝነበርኩስ ሰለስተ ኣርባዕተ ግዜስ ኣይፈልጦን ዝፀናሕኩ ወይ ኣይበርሃለይን ዝፀንሐ ብርዩለይ ስለ ዝኾነ ስለዚ ያ ንዓይ ፅቡቅ እዩ ፀኒሑኒ ልዕሊ ካብቲ ዝሓሰብኮስ ቁሩብ ሓፍ ኢሉ እዩ ፀኒሑኒ እቲ ትምህርቲ
ኦኬ ቴንክ ዩ ማማ ፀሓይ ኣብ መወዳእታ ከዓ እንተይኮ ኣጋጣሚ ትንክፍ ኣቢልክና ነርቲኺ ነዚ ክላስ እዚ ክወዙ ዝደልዩ ሰባት ማለት የብሎም ሰባት ግን በቃ ዝኾነ ካባና ከዓ ዝኾነ ዝደልይዎ ካብቶም ንሕና ዝተምሃርና ድዩ ዝኾነ ዝደልይዎ ነገራት ከዓ ኣለውና እንታይ ተመሓላልፍ ኣሎ ንኩሎም
ኣንታ ኣሮን ወደይ ኣነ ደኣ እሞ እንታይ ድየ ዝብለካ ዘለኹ ኩሎም ክምዝገቡ ደሊ እንታይ ሓሙሳ እንታይ ሚእቲ እንታይ ክልተ ሚእቲ ደኣ ኣብዚ ኣነ ሽሕ ክልተ ሽሕ ሰለስተ ሽሕ ክርኢ ዝደል ንካልድ ኮ ነጊረዮ ነይረ በጃኻ ገለ ጌርካ ኣስፋሓዮ ኢለ ኮ ነይረ ምክንያቱ ኣብ ዩቱብ ትሪኦን ኣብዚ ከምዚ ዋን ቱ ዋን ትዛረቦን ሓደ ኣይኮነ ርዲካኒ ኣብዚ ክትሓትት ትኽእል እወ ክትፈልጥ ትኽእል ድሓር ካልድ ሊትራሊ ንዓ ይዛረብኒ ኣሎ ንዓካ ዛረብካ ኣሎ ንክስ ተዛረብ ኣሎ ሓደ ዓይነት ኣይኮነ ክሰፍሕ ኣለዎ ክትምዝገቡ ኣለኩም እየ ኮ ድብል ዘለኹ ኩልኹም እዞም ፅባሕ ዝመፁ ክልተ ሚእቲ ዝኾኑ ኣይወኒትታ ዘም ፅባሕ እውን ክነግሮም ይኽእል ያነ ክምዝገቡ ጥራሕ እዩ ዘለዎም ብናይ ሓንቲ መዓልቲ ትኸውን እያ እሱ ከማ ንሱ ኮይኑ እዩ ዝበና ዘሎ እዚ ነፃ ትምህርቲ ናይ ሓንቲ መዓልቲ ብሰሙን ግን እቲ ሓሙሽተ እቲ ክልተ መዓልቲ እቲ እሱ ኳ ይኣክል ደሎ ኣይክኣክልን እዩ ዩ ጋይስ ንጥቕምኹም ኢልኩም በቃ ንነብስኹም ኢልኩም ክትመሓየሹ ምእንቲ ሰብ ዝበፅሖ ክትበፅሑ ምእንቲ ተደፊኑ ዘሎ ክኽፈተልኩም ምእንቲ እዚ እኮ ሕጂ እኮ እታ ካልእ ዓለም ዝበልኩም ዓለም እሳያታ እኮ ዝበለፀት ዓለም ተሓቂ ዓለም ንሳ እትብኡ ትዘርኦ ኢኻ ኣብዚ ፍረ ትረኽበሉ ሶ ክዘርእ ኣለካ መጀመርያ ክትዘርእ ከዓ ክትፈልጥ ኣለካ ሓረሳይ ተደይ ኮንካ በይ ከምቲ ሓረሳይ ትፈልጥ ኒካ ከምቲ ዓንተወይ ዝበሎ ኣብ ሓደ ጣውላ ክትዘርኦ ትኽእል ኢኻ ክልካ ኣይበቁልን እዩ ኣይበቁልን እዩ ሓቂ እንድሕር ሓረስታይ ኮንካ እሞ ዘፅንዐ ሓረስታይ ዝፈልጥ ኮንካ ግን ኣብቲ ልሙዕ ቦታ ትዘርኦ ማይ ተስትዮ ኩሉ ድኩዑ ትገብረሉ ገለ ትገብረሉ ደን ዝበለፀ ኮይኑ ይወፀልካ ሓንቲ ነገር ክትርዳእኩም ሓቂ ምኳኑ ጥራሕ እያ ንክዛርብ ዝኽእል እቲ ካልእ ግን መስርሕ እዩ ትምህርቲ እዩ ምስ ካልእ ድዩ ካልኦት መፅናዕቲ መፅሓፍቲ እንዳንበብና ድዩ ኩሉ ነገር እንዳገበርና ንስዓቦ ጥራሕ እየ ክብሎም ዝደሊ ኩሉ ሰብ ኤቭሪባዲ ሹድ ጆይን ስለዚ ብናተይ ድሌት ተዝኸውን ክኸፍለሉ ተዝኽእል ኣነ ነዚ ኩሉ ሰብ ምኸፈልኩሉ ኣይውሽ ከምኡ ናተይ ትምኒት ስለ ዝኾነ ንዩ ግርማ ፀሓይ ካብ ልቢ ኢና ነመስግን ብዙሕ እናተምሃርና ኢና ንዩ ካብ ልቢ ኢና ነመስግን እንታይ ፍሉይነት ረኪብካሉ መጀመርታ ዝነበረ ሰሌን ኣብዛ ሰዓት እዚኣ ዘሎ ሰለሙን እንታይ ዓይነት ፍሉይነት ረኪብካሉ እንታይ እንታይ ንቀይሩ
ዋይ ምቕያራ ብጣዕሚ ብጣዕሚ ዓብዪ ተቐይረ ኢለ ይሓስብ ብፍላይ ብፍላይ ከም ዝበለቶ ናይ እምነት ኣነስ ኣማኒ እየ ኣምላኽ ኣሎ ባህላይ ኢለ ዝሓስቦ እሞ ግን ንኣምላኽ ዘይኣምኖ ሰብ ኮይነ እየ ፀኒሐ ስካብ ሰንበት ምክንያቱ ነቲ ኩሉ ስፕሪት ዝሃበኒ ሲ ከም ድላይ ክጥቀመሉ ከም ድላይ ሓይሊ ኣኻኺበ ኩሉ ክኸውን ዝግባኣኒ ከምዚ መሽክዐ ጥራይ እጥቀመሉ ነይረ በዚ ሳይድ እዚ ብጣዕሚ ፅቡቅ ክሳይ ገይርኒ ትምህርቲ መዓልታዊ ሓድሽ እናተምሃርኩ ስለዝኸይ ብጣዕሚ ፅቡቅ ክሳይ ዘለኹ ቀደም ዊን ወሲደ ነይረ ኢለካ ነይረ ባእሞ 219 ስኮርዚ ወሲደ ነይረ ማርታ ኤርሚያስ ትበሃል ኣላ ኣብ ኣሜሪካ እሳ ብኦንላይን እዩ ነይሩ ስዊ ከም ሎም ገይሩ ግን ኣይተሰወጠንን ሓቂ ንምዝራብ
ልቢና ነመስግን መታ ሓፍቴና ባክተን መክሩ
እሺ የኣልኔለ ኣሮን ሓወይ ኩላኩም የኣልኔለ ኣነ ብጣዕሚ ብዙ ተቐየረ ክብለካ ብዙሕ ናይ ፖለቲካ ዝሰምዕ እዩ እሱ እሱ ብምሉኡ ካባይ ወፂ ኣብ ቅድሚ ኣምላኽ ናይ ባሓቂ ዝነበረ እንታይ ብምሉኡ ተደማሲስ ኣነ ዘይኮንኩ በቃ ክሰምዖ ከለኹ ከምዚ ነዚ ሰምዕ ነይረ ገለ ኢለ ይሻሓጣሉ ሰብኣየይ ገለ ዝኾነ ምናልባት ወይ ኣልተኸይደ ተርእየ ኩሎም ገሪሞም ይባሃል ኣብ ቅድሚ ኣምላኽ ብልበየ ካልኣይ ድማ ከመስግን ብጣዕሚ ደመስግን ኮይኑ ኣብቲ ድኸደሉ ነበሩ መጀመርያ ስራሕ ብጣዕሚ እየ ድፀልኦ ነይረ ሕጂ ግን ገና ካብ ገዛይ እንዳተበገዝኩ እንዳተሓጎስኩ በቃ ጽባሕ ንግሆ ክቕየር ምዃኑ ህይወት ኣነ ንኣሕዋተይ ኩላ ግዜ ድረግመን ነይረ ንምንታይ ናብዚ ክመጽእ ናብዚ ዓድስ ሓቂ ስደት ኣነ ናብዚ ስደት ኣነ ስደተኛ እንዳበልኩ ይዛረብ ነይረ ሕጂ ግን በቃ ተቐየረ እግዚኣብሔር ይመስገን ብጣዕሚ ኣነ ናይ ብሓቂ ንኣሮን ኣባውት ብልበይ ኣብ ቅድሚ ኣምላኽ ኩላ ግዜ ዝምርቐኩም ከመይ መሲልካ እንኳዕ በቃ ነዚያ መዓልትስ ናብ ነዚያ ነታ ዝሰማዕኳ ንኣሩን ዝሰማዕኩላ መዓልቲ ድምፆም እዚ ዝተዋህበኒ ፀጋ ከምዚ ናተይ ንኩሉ ሰብ ይፍጠሮ ኣሎ ናይ ብሓቂ ኣብ ቅድሚ ኣምላኽ ተመስገን ይብለና ኣምላኽ ካብ ልቢና ነመስግነኪ ቅፅል ኣቢለ ወዳእ ክንዶ ኣለኹ ብፍሉይ ካብዛ ክላስ እዚኣ እዛ ነገር እዚኣስ ብጣዕሚ ተንኪፋትኒ ትብለ ወይ ኣሃምም እንትንብሎ ነገር ኣብዛ ክላስ እዚኣ በቃ እዛ ነገር እዚኣስ ብጣዕሚ ጠቂማትኒ ተንኪፋትኒ ትብለ ክላስ ወይ ዓይነት ኩሉ ዝተማ
ዳርጋ መብዛሕትኡ ኩሉ እዩ ብፍላይ ግን ናይቶም ናይ ብሰንበት እምነት ብሰንበት ዝተማሃርኩ ኦማይጋድ ናይ ባሓቂ ብጣዕሚ ብጣዕሚ ገሪም ንኸው ስሪ ፅልልቲ ኸ ከምዚ የለን ገሪም ዶ ናይ ባሓቂ ከምቲ ክሳብ ከምቲ ኣነ ዘለኹ ሕጉስቲ በቃ ኩሎም ከምኡ ክፈጥረሎም ንሕዋተይ ብፍላይ ማለት ምሳይ ዝቐርብ ንዖም ንኸረድእ ዓቕሚ ስኢነ ኣለኹ ግን ንዖም ከረድእ ድማ እዚ ኩሉ እሰይ ከምኡ ንዑ ከዓ ኣምላኽ ይሓግዘን ነዚ ምዕዋምፃእነት ሃውየ ዶ ኣለኹ ይሕዋት በቃ ንዓቶም ከምኡ ክኸውን ድማ ኮፍለካ ኣምላኽ ሓግዘን እና ዝርእዩ ሰባት ወይ ነዚ ክላስ ክሳተፍ ዝደልዩ ዝኾነ ካብ ሰብ ዝደልይዎ ነገር ኣለሞ እንታይ ትብልዩ እሞ ካብተ ነዝሎ በቃ ከማን ሓሲሩ እዚ ሰልዲ ኣብ ቅድሚ ኣምላኽ ኣነ ብኦንላይን ብዙሕ ትምህርቲ ተማሂረ እዩ ካልእ እዩ ናይ ባሓቂ ሓስማስ እንድዒ ሶሪ ኣነ እዚ ስለ ዘለኹ ይኩንኩም እዚ ኣብ ቅድሚ ኣምላኽ ናይ ባሓቂ ብጣዕሚ እዩ ብጣዕሚ እዩ ሕሱር ኣነ ሓንቲ መሳርሕቲ ያላ ኖርማሊ ኣነ ኣብ ቤልጅም ስለ ዝቕመጥ ኔዘርላንድ እዩ። እጅ በታ ዘላኣነ ና ፋስት ኣይኮንኩ ዶች ፋስት ኣይኮንኩ ካብቲ ዝተማርኮ የረዳእ ማሲ ይነግራየ እጅ ነግራየ ማት ኖርማሊ ኣይኮነን ክንደይ ትመሃር ምስ በለት ምስ ነገርኳ ሰንቤድያ ብጣዕሚ ዳስ ሕሱር እዩ ከመይ ገይሩ ከምዚ ይምህር ገ እጅ ተረዲእካ ኣሮን ሓወይ ናይ ብሓቂ ኣብ ቅድሚ ኣምላኽ ያ ምናልባት እዚ ሓገዝ እዩ ትምህርቲ መኽፍት ከፊልና ንመሃር ኣይኮነን ምስራብ ብጣዕሚ ፅቡቅ እዩ ፅቡቅ እየ ድብል በቃ ያ ብጣዕሚ ፅቡቅ ትምህርቲ እዩ ነይሩ ትውዳእ ስለ ዘላ ግን ሓቂ ሓይሽ ቅር እንዳበለኒ ከምዚ ዋላ ክንጅምር ከለናስ ክልተ ወርሒ ገለ ምሽ ቀልጢፋ ክትውዳእ እያ ገሌለስ ከምዚ ይጭናቅ ነይረ ምክንያቱስ ጥዒምኒ ከምዚ ብፍላይ ሜዲቴሽን ገለ ክንገብር ከለና ሲ ፍሉይ ስምዒት ስለ ዝስማዕኒ ሕጂ ብጣዕሚ ስለ ዝስሕበኒ ነበረ ገለ ወይ ክውዳእ እዩ ሕጂ ከምዚ ምሽ ኩሉ ሻዕ ወላ ከምዚ መዓልታዊ ወላ ተደኸውን ሰሓቂ ሓሽ ኣይምፀላእ ክኾን ኣነ ምክንያቱ ሜዲቴሽን ምስ ገበርና ጥራይ እቲ ትምህርቲ ደሓን ትምህርቲ እንዲ ያ ብጣዕሚ ፅቡቅ ዩ ዝሕግዘና ደሎ ንዓይ ብነብሰይ ማለት ዩ ሕግዘኒ እቲ ሜዲቴሽን ክንገብር ከለና ግን ብጣዕሚ በቃ ሓንቲ ከማን ሰሪሓት ለይታ ናይ ኢማጂኔሽን ዝገበርናያ ማለት ዩ ሪኤላስ ተዓዊተላ ከማን እየ ብጣዕሚ በቃ ተሓጒሰ ደለኹ ብኣገለ ሰሪሓት ለይ ስለዝኾነት ኣሚነ ስለ ዘኸርኩኻ
ናይስ ታንኪዩ ሰና ሓፍተይ ሰና ሓፍተይ እስከ ንመጀመርታ ቅድሚ እዚ ክላስ ዝነበረት ሰናይትን ኣብዚ ሰዓት እዚ ዘላ ሰናይትን እንታይ ዓይነት ፍሉይነት ረኪብካ ሰናይት እንታይ ዓይነት መቕረት ብጣዕሚ ብዙሕ ለውጢ ምሻሎ ሃንደበት ሕቶ ኮነካ ከሎ ቀልጢፉ ከሉ ይመፃልካኒ እምበር ኣነ ብጣዕሚ ተጠቂመ ተጠቂመ ያ ብዘይ ምግናን ማለት እዩ ብጣዕሚ ዓብ ለውጢ እንዲና ሕጂ ከምዚ ካብ ሰብ ዝመጸካ ኣሉታዊ ሓሳባት ወይ እውን ንስኻ ትቕበ ከምዚ ትምልሰሉ ነገር ወይ ዝኾነ ምሽ ተዕልል ገለ ሕጂ ብሕማቕ ይርዳእካ ወይ ንሰብ ሕማቕ ዶ ተረዲእዎ ኸውን ወይ ገለ ኢልካስ ከምኡ ኢለ ሕጂ ኣነስ ናይ ምጭናቕ ገለለን ገርህኻ ስለ ዝኾንኩ ኣነስ ከምዚ ኣብዚያ ጸንሐት የስኢለ ዛረብ ከምዚ ቀልጢፈስ ሓሲበ ገለሲ ከምዚ እንድዩ ከምዚ ድኸውን ከምዚ ገለ ገለስ ኣይብልን እየ ከምዚ ከምዚ ከምዚ ኢለስ ይዛረብ ሕጂ ኣ ከምዚ እኮ ሓሲባቶ ትኸውን ሕጂ ወይ ከምዚ እኮ ሓሲብዎ ክኸውን ገለ ኢለሲ ብጣዕሚ እየ ከምዚ ዳርጋ ሰሙን ሙሉእሲ ይሓምም ብከምኡ ሕጂ ነዚ ከምሳት ገለ ኣጥፊኦዮ ክብል ይኽእል እየ ብዓብዩ ኸዓ ብዛዕባ ፈጣሪ ገለ ምሻሎ ካብ እምነትና ዘይውፅእ ገለ ብጣዕሚ ከማንሲ ነቲ እምነትሲ ኦኬ ኣነ ኣማኒት ምዃነይ ጥራይ እምበረ ኣሚነ ወይ ኣመስጋኒት ገለ እየ ኢለስ ኣይሓስብን እየ ያ እጂ ግን ብጣዕሚ ጠቂምኒ ከምሳትካ ናይስ ቴንኪዩ ሰና ሓፍተይ ቴንኪዩ ካብ ልቢ ኢና ናይ ብዙሓት ሰባት ህይወት ዝቕይር ዘሎ ንመበል 13 ዙር ዝካየድ ሱርበተኻዊ ለውጢ ንኩለንትናዊ ዕቤት ዝተሰመየና ኦንላይን ስልጠና ምዝገባ ጀሚርና ኣለና ኣብዚ ታሕቲ ዘሎ ናይ ዋትሳፕ ናምበር ብምጥቃም ክትምዝገቡ ትኽእሉ ኢኹም ኣብ ክላስ ራኽበና